ኣብ ሽሕን ሸዓተ ሚእትን ስሳን ሸሞንተን ዓመተ ምረት ናብ ጀብሃ ተጋድሎ ሓርነት ኤርትራ ዝተሰለፈ ኣብ ደረጃ መሪሕነት ንኡስ ዞባን ዞባን ኣብቲ እዋን እቲ ምስ ዝነበረን ተጋዳላይ መጀር ስዩም ተስፋንድራስ ዓማ ኣብ መፋርቕ ሰብዓታት ከቢድ ኲናት ኣብ ዝካየደሉ ዝነበረ ከባቢታት ንዝነበረ ኩነታት ገድሊ ናይ ጀብሃ ተሪኽልና ነይሩ እዩ። ሎሚ ድማ ገድላዊ ቃልሱን ዛንታ ህይወቱን ብሰፊሑ ኣዕሊልና ኣሎ ኤፍረም ግደ። ሰናይ ምክትታል።
ዳርጋ በዚ ምልሻ በዚ ክፍልታት ናይ ጀብሃን ገለ ውሕዳት ሓይልታትን እና ከንከታተሎ ፀኒሕና በዚ ባዕድና መንገሮም ደቂ ሸሓይ ኣብ ጨላሕ ትበሃል በዓል ስብሃት ፍሬማ ነዝክር ነዚ ድፋዕ ክሕዙ ካብ እምባ ደርሆ ስጋብ እዚ መቐርካ ደቒ ሰብ ዝበሃል ገማግም ኒሃዘጋን እዮም ዝዓርዱ ነይሮም። ከምዚ ገሮም ዘርጊሖም መሬት ብዓዲ ዓቖብ ኣቢሎም ብናይ ጸዓት ዘጋ ዓተቕላይ ቢሮም ብሕብርቲ ንዓዲ ጎምበሎ ክቕነቱ ጀብሃ እንዳደኸመት ስለ ዝኸደት ብኡ መጺኦምና። ኣይትሓልፉን ኢኹም በዚ ኣብዚ ግዝኣትና ኢልና ኣብ ድወልቕ ዓጊትና እዮም። እዋእ! ንስኹም ክትድቅሱ ንሕና ክንሰርሕ ምሕላፍ ትኸእሉና ኢሉ ስብሓት
ስብሓት እብርሂም እንታይ ኢልኩም ኣይተሃላለኹና ንስኹም ክትድቅሱ ንሕና ክንሕለወኩም ክንሓልፍ ክንሕለወኩም ኣይደልን ኢኹም ስለምንታይ ምሕላፍ ተኸእሉና መሬት ጋሂ ኣሎኻ ፀላኢ በዚ ከይመፀና ንዓርብ ንፋዕና ክንሰርሕ ንሓልፍ ኣለና ኢልዎም

ጀብሃ ገለ ገለ ዝኾነ ኣብ ክትፈልጦ ዘይትኽእል ሕማም ዒራቕ ዝነበረ ናይ ዒራቕ ዕላማ ሕጂ ከይ ሶርያ ዝነበረ ናይ ሶርያ ገለ ዝነበረ ናይ ገለ መዓት ክስታይ ነይርዋ እቲ ሃገራዊ ሰብ እዩ ትብሎ ብፍላይ እቶም ምሁራት ዓበይቲ ካድራት ንዓና ዝመሃሩን መማህራናን መራሕትናን እኳ ነይሮም እዮም ንዖም ሪኢና ኢና ንሕና ኣነ ንዖም ሪኤ ምስኦም ክኸይድ ኣለኒ ዝብል ገለ ገለ ትዕግስትታት እናገበርኩ እየ። ጀብሃ ኣብቲ ኣቀማምጣ እዞም ህዝባዊ ሓይልታት ካብታ ኣብ ህዝባዊ ሓይልታት ዝብል ኣብ ናይ ሓባር ምስ ኣተዉ ናይ ቀረባን ርሑቕ መደቦም ሰሪዖም ምእኩል ዝኾነ ስራሕ እዮም ዝሰርሑ ነይሮም። ከም እናበሉ ካብዚ ከበሳ ምስ ወፁ እቲ ህዝቢ ምቁፃርና ዝፀንሐ ኣብ ምቁፃሮም እንዳኸደ ኮይዱ ኣን እቲ ናይ ጀብሃን ትብሎ ብዚ ግንባር ክንዋጋእ ከለና ብቲ ቀዳማይ ጠቂሰ እየ ኣብ ህዝባዊ ግንባር ዘሎን ኣብ ተጋድሎ ሓርነት ኤርትራ ዘሎን ሓሞቱን ተወፋይነቱን ሓደ እዩ ኣብቲ መራርሑን ኣብቲ ፖለቲካዊ መትከላቱን ከምዕላ ኣብዚ ይፈላለ ጀብሃ ምስዚ ኩሉ ዓቕማን ሓይላን ናይ ደባይ ተዋጋእቲ እንተዘይኮይኑ ንሓንቲ ንቑጣ ክድምስሳ እንተኾንካ ኸ ድሕሪ ባይታ ንእንታይ ትጥቀመላ ንፕሮፓጋንዳ ዲኻ ነቲ መሬት መሰጋገሪ ዲኻ ብመፅናዕቲ ትሰርሕ ኣይነበርን እዚ ኩሉ ሓንጎል ናይ ጀብሃ መኮይኑ እዩ ነይሩ እንታይ እቲ ዕላማ ገና ኣብ መወዳእታ ንእሽቶ ሓበሬታ ክበካ እምበሪ ኣይርድኣንን ነይሩ ሕጂ ኣብዚ ከባቢ ኣስመራ ብዙሕ መንእሰይ እዩ ወዲቑ ኣብ ህዝባዊ ግንባር ነበረ ደፋር ኣብ ጀብሃ ነበረ ፈራህ ማለት ኣይኮነን ኩሉ ወዲ እዚ ህዝቢ እዚ ታደ ኤርትራዊት ኣደ ወሊዳ ኣብቲ ኹን ኣብቲ ኣብ ዝለኣካዮ ኣሳሊጡ ዝመጽእ ኣብ ትተሓሓዛን ኣፋላልያን ግን ኣብ ጀብሃ ህዝባዊ ግንባር ክንደይ ስንኩላት ኣሕውያ ተቃልስ ነይራ እያ። ጀብሃ ኣብዚ ምድርባይ ዝበሉ ንኣሽቶ ደሓን ዝኾነት ሕክምና ነይርዋ። ኣብቲ ሴንትራል ሕክምና ኣውሻይት ዝበሃል ግን ሓደ ውጉእ ሓገዝ ዝደሊ ዝበላዕን ዝስተን ብመግቢ ክመሓየሽ ዝግብኦ ሙሽሙሽ ወዲ ዓከር ንኸይመለሱ ቦትኦም ወይ ክሞቱ ወይ ክስደዱ ገራ ፋሕ ከም ዝብሉ ትግበር ነይራ እያ ጀብሃ። እዚ ርጉጽ እዩ ኩሉ ክኸድዑ እንተ ዘይደልዮም እቲ ሓቂ ንሱ እዩ። ጀብሃ ዕላማኣስ እንታይ እዩ ን ንእሽቶ ጀብሃ ትብሃል ገርካ ኣብ ሜዳ ኤርትራ ከምኣ ኢሎም ክነብሩ ዝዓለማ እምበር ናጽነት ምስ ህዝባዊ ግንባር ክወዳደሩ እኳ እዮም በዚ በዚ መጺኦም እምበሪ ጸላ ውጽኢካ ሽዑ ንጸላ ክወጽእ እንተኮይኑ ኣብቲ እዋን ትኳ ጸላ ድሕሪ ሰብዓን ኣርባዕተን ሰማሚዕና እንተትኾን ጸላ ትንፋስ ኣይነበሮን እቲ ናጽነት እንተቀላጠፈ ነይሩ እዚ ምድንጓይ ዝደምፀ ግን ተጋድሎ ሓርነት ኤርትራ ጥራይ እዩ ኣብ ዝኾነ ቦታ ከይደነ እዚ መርገፅ ዝለኒ
ትዕንቅፍ እንድያ ነይራ ብፍላይ ንህዝባዊ ሓይልታት ዳሕሪ ህዝባዊ ግንባር ከይግብል እምቦ ከይሰጓያ ትፈርሕ ነይራ እታ ድፈርሓታ ከዓ ረኺባታ እያ መወዳእታ ሰጒግዋ እዩ እስከ ንምዕንቃፎም እንታይ ትገብሩ ነይርኩም ስኸውን ኣካል ናቶም ስለ ዝነበርካ ፅቡቅ
ሓደ ክዝክሮ እዚ እዚ ሰብዓ እንታይ መምርሒ ወሃበኩም ነይሩ እወ መምርሒ መናይ ፀረ ገድሊ ከም ፀረ ገድሊ ኢልና ኢና ንፅውዖም ንህዝባዊ ግንባር ንሶም ግን ኣመሓራዲቲ እዮም ዝብሉ ብዝገበረቶ መግለፂ ክህልዎ ምኽእል እንድዩ ፀረ ገድሊ ዝበሃል ግን ሓደ ናይ ፀላኢ ዕሱብ ኮይኑ ኣንፃርቲ ቃልሲ ሰውራዊ ቃልሲ ዝኸይድ እዩ ፀረ ገድሊ ዝበሃል ንሕና ፀረ ገድሊ ኢልና ጠሚቕና ንዖም ዝኾነ ጎስጓስናን ካልእና ንገብር ነርና እቲ ሓደ ሓደ ክዝክሮ ዝኽእል ግን እቲ ዘገርም ኣብይ ከረን ከላ ህዝባዊ ግንባር እቲ ጸላኢ ከማን ነዚ ንምድምሳስ ክሸባሸብ ከሎ ካብ ኣስመራ በዓል ስብሃት እፍርየም ሕጂ ናይ ሓባር ተባሂሉ ቅድም እታ ብርጌድ ናይ በዓል ገብራይ ተወልደ ዝነበረት ኣብዚ ከበሳ ንሳሕል ገጻ ወሪዳ እሳ ምስ ወረደት ዳርጋ በዚ ሚሊሻ በዚ ክፍልታት ናይ ጅብሃን ገለ ውሕዳት ሓይልታትን እና ከንከታተሎ ጸኒሕና በዚ ብዓድና መንገሮም ብደቂ ሸሓይ ኣብ ጨላሕ ትበሃል ብኣስባሃት ፍሬማ ነዝክር ዋእ ነዚ ድፋዕ ክሕዙ ካብ እምባ ደርሆ ስጋብዚ መቐርካ ደቂ ሰብ ዝበሃል ገማግም ኒሃዘጋ እንዲዮም ዝዓርዱ ነይሮም ከምዚ ገሮም ዘርጊሖም መሬት ብዓዲ ዓቆብ ኣቢሎም ብናይ ፀዓት ዘጋ ዓተቕላይ ቢሮም ብሕብርቲ ንዓዲ ጎምበሎ ክቕነቱ ጀብሃ እንዳደኸመ ስለ ዝኸደት ብኡ መፂኦምና

ስለምንታይ ምሕላፍ ተኸሉና መሬት ጋሂ ኣሎ ፀላኢ በዚ ከይመፀና ክንዓርብ ንፋዕና ክንሰርሕ ንሓልፍ ኣለና ኢሉ ብዝኾነ ሽዑ ሕጂ ተክላይ ፀጋይ ኣብቲ እዋን ዘረባ ግን ትገርም እያ እስከ ድገማ እንታይ ኢልኩም
ስብሓት ፍሬም ምስ ገለ ሰዓብቱ መን እዩ ነይሮማ ካብዞም ማእከላይ ሽማግለ ትገርም እያ እታ ዘረባ ከርን ተበጊሶም በዚ ዓንሰባ መፅኦም ስትራተጂ ከጽንዑ እዮም ጸላኢ ካብ ርሑቕን ቀረባን ንፀራሪጉ ንባርካና ዲና ሰሓልና ከውርደና መደብ ነይሩ እዚ ናይ ሰብዓን ሸመንተን እዩ ተሃጓፍ ቦታ ርእይዎ ኣሎ ፀላይ ታዋን ነበረ ህዝባዊ ግንባር ከዓ ክሽፍኖ ደልዩ ህዝባዊ ግንባር ካብ ከረን መፅኡ ቦታ ከፅንዕ ብደቂ ሻሂ ብዓዳ መንገሩ መፅኦም ኣብ ጨላሕ ተባሃለ ቦታ ኣብኣ መፅኦም

ንስኹም ደቅሱ ንሕና ክንዕልወኩም ክንሓልፍ ክንዓርድሲ ክተሕልፉና ኣይትኽእሉን ኢሎም እንዳገሩ ተኽላይ ፀጋይ ሕጂ ናይ ብሓቂ ዳገሩ ነዛ መትልሖ ሕጅዋ ሰሚዓቶ ሰሚዓቶ ስፋት ፍሬምን መን ይምስሉ ነሩ ናይ ወፃኢ ጉዳይ መን ኢኻ ትብሉ ነሩ መስለኒ ንደብሪ ትበሃል ካብቲ ቦታ ከ ብሓንሳዕ ኢዶም ዝርርብ ወይ ተዘራሪቦም ብኡ ኣነ ከትኩም ምስሎም ዝኸዱ ሓሊፎም እቲ ምድሪ ከምቲ ድሪኻዮ እቲ ከናን ዕርድን ገለመለን ገሮም ህዝባዊ ግንባር ክከላኸሉ ጀሚሮም እቲ ናይ ሰይ በዓን ሸሞንተን ምስ ማረረ ምስ ነቲ ድፋዕ ዝነበረ ብዓዲ ያዕቆብ ናይ ምፍንጣስ ህዝባዊ ግንባር ኣብኡ ናይ ላዕልን ታሕትን ኩናት ዘረኣየ ከዓ ኣብ ዓለም ዳርጋ ኣብ ቬትናም ድኣ እንድዒ ምናልባት ከምቲ ዝዕለል እምበር ህዝባዊ ግንባር ዘካየዶ ኩናት ኣብ ዓለም ዳርጋ እረ ኢለ ይኣምን ብድሕሪኡ እቲ ከባቢ ክሳብ መዓስ ፀኒሕካ ብፍላይ ኣብዚ ከባቢ ናይ ኣስመራን ወይ ከዓ እቲ ናይ ቀደም ከዓ ዓንሰባ ዝበሃል በዓል ዓዲ ሃንስ ነርኩሞ ኢኹም ንገለ እዋናት ብምሉእ

የለን የለን ከም ዝበሃል ንኩሉ መንእሰይ ከሎ ድፋዕ ኣይኳዓትን ዋላ ብካርታ እውን ተጥቅዖን ወይ ትከላኸለሉን ብካርታ ዝበሃል ጀብሃ ወታደራዊ ካርታ ዝበሃል ኣይትፈልጦን እያ እሞ መንእሰይ ከዓ መዓት እዩ ደለዋ
እሱ እኳ ኢለካ እዩ ቦምባ ወዲ ብእምኒ ዝዋጋእ መንእሰይ ወዲ ሃገር ነይርዎ እዩ ኣነ ሕጂ በቲ ብሓደ ሓደ ካብ ነዊሓቲ ዋላ እኳ ነብሰይ ከም ህዝባዊ ግንባር ክፈልጣ እንዳመንኳ እንተኸትኩ ግን እንታይ ዝዓናቕፈኒ ነይሩ ሕጂ እዩ ገለገለ ነብሰይ ተመሊሰ ዝሓታ ብዝኾነ እዚ ኩሉ ላዕልን ታሕትን ሓርጎዝጎፅ ኣነ ከም ዝርዶ ህዝባዊ ግንባር ከም ፃላየ ኣነ ከም ኣንፃሩ ንሰርሕ ነይረ ግን ዋላ ኣብ ናይ ነንሕድሕድ ውግእ ጠርቆሽቆሽ ድሕሪ ሰብዓን ኣርባዕተን ከማን ምትህርራማት ነይሩ እዩ በጋጣሚ እቲ ህዝባዊ ግንባር ኣባይ ገፃ መፅያ ኣይትፈለኒ እያ ኣነ ከዓ ኮነ ኢለ ኣባላት ህዝባዊ ግንባር ኣብ ቅድሚኦም ዛረብ ኣለኹ በዓል ኮሎኔል መንግስታብ ቀሽ ተክለ ኣብዚ ግንባር ናይ ሰሜናዊ ዓንሰባ ነይሮም እዮም ኣነ ብቲ እዋንቲ ናይ ዞባ ናይቲ ዞባዊ ሰራዊት ብሓይልታትን ቦጦለን መዲበ ነይረ ዝኾነ ምዕባሊ ህዝባዊ ግንባር ኣብ ገብረ ኣካየባ ወላ ኣብቲ ሰራዊት ምዕባሊ ህዝባዊ ግንባር ክንገልፅ ኢና ኢሎምኒ ግለፁ ዝቐንዐ ድዕወት ወይ ዝቐንዐ ድስዕር ዝብል እምነት ነይርኒ ኣብቲ ናትካ እወ

በጋጣሚ ግን ኣብቲ ምትራም እንታይ ተሃሪመ ይፈልጥ ተሃሪመ ይፈልጥ በጋጣሚ ትጠዓስ ዶ ኣብቲ እዋን እዚ ብፍላይ በዓል በረ ፃዕዳ ምስ ረኸብካዮም ምኻን ኣብቲ ህዝባዊ ግንባርሲ ብኻ ከይደ ኢልካ ምክንያቱ ክትልወጥ እያ ዝብል ተስፋታት ነይርካ እታ ክትመሓይሻ ዝብልሲ ስምረት እውን ክመፅእ ዝብል ተስፋታት ነይርካ እዩ ብድሕሪኡ ግን ኣብተን ዝቐፀላ ዓመታት ብኻ ናብ ህዝባዊ ግንባር ስኸይደ ኢልካ ተጣዒስካ ዶ ትፈልጥ

ኣብዚ እዞም ምሳይ ኣብኡ ዝነበሩ ምስ ምስ ርኢኹ ከዓ ብሓደ ኮይንና ክንቃለስ ዳኣ እምበሪ መሊስና ኣንጻር ኮይና ክንዋጋእን ሓደና ክዕወት ሓደና ክጠፍእን ዝኾነ ግምታት ኣይነበረንን ኣነ ምናልባት ኣብቲ ቅድም ፈቲነ እንደ ኣይኮነን ተሰናኺለ ኣብ ተኣሲረ ካልኣይ እውን ብውልቀይ ብ ዓሰርተ ሓሙሽተ ሽሕ ካብ ኣስመራ ከይወጽኡ ሕስነት ገረ ንዓዲ ወሪደ ከኣ ንባሕሪ ከይድ ከኣ ፍልፍልካ ጀብሃ ሕጃትኒ ከይደ ካብ ማእሰርትኻ እዛ ዝበልኩኻ በዓል ሁሩይ ቀሪብና እንታይ ጠሊምካ ጀብሃ ንጠለምኳንሳ ጠሊማ ሃንና ሰብ ሓሪዳ ኢልዮ

ምእሳር ጥራሕ ቅድሚኡን ድሕሪኡን ኣብቲ ኣዋንቲ እያ ድሓን ነራ
ኣብቲ ጥቃ ምብራራ ግን እቲ እከይ ተግባራት ከዓ ሽዑ ይገድድ ነይሩ እዩ ብፍላይ ኣብ ሰብዓን ሸዓተን ሰማንያ ዋላ ኣብ ሳሕል ምስ ተወርደ እውን ድፋዓት ሓዲግካ ምክያድ ገለ እውን ተርእዮታት ነይሩ እዩ ኣብቲ እዋን ተወሪድኩም ዶ ንስኹም ፅቡቅ ንሳሕል ወሪድካ ዲኻ ዋላ ኣይወረድኩም ኣብዚ ከም ሓለዋ ናይዚ ከበሳ ናይዚ ደለንያ ነቲ ህዝባዊ ሰራዊት ናይ ዞባ ሕጂ ተሪፈ ነይረ ግን ኣብቲ ቀዳማይ ገሊፀልካ ነይረ ኣብ ወርሒ ዓሰርተ ክልተ ሰብዓን ትሽዓተን ዕጥቅን ዓቕሚ ሰብን ዓቕሚ ኣፅዋርን ክደላደል ጠለብ ገሬ ንባርካ ወሪደ ኣብ ሓላፊ ወታደራዊ ቤት ፅሕፈት ኣብ ፎርቶ ዳላ ድሪስ ከይደ ኣብኡ ተስፋይ ካሕሳይ ዝበሃል ፀኒሑኒ መቸም መምፅኤይ ምስ ነፀረ ኣብየ ወሪደ ብቀዳማይ ገሊፀ እየ ሕጂ እቲ ብዝያዳ ነ ክውስን ኣብ ኣካለይ ዝወሰነኒ ናይ ነንሕድሕድ ውግእ ዳግማይ ክረይ ዝብል እምነት ኣይነበረንን ሕጂ እዚ ብደንከል ነይሩ ምትህራመ ዘሕል እለዓል ከምዚ እዩ ነይሩ እምበር ሊና ዓብደላ መቸም ኣርእኒ እቲ ምስጢር ሕጂ ግንባርና ካብዛ ክባሳ ወሪድና ንገለ እዋን ግንባርና ኣብ ሳሕል ክኸውን ከም ዝኽእል ኣብ ሳሕል ግንባር ክንፈታሕ ተኮይና ምስ ህዝባዊ ግንባር ኩናት እምበር ካልእ ከም ዘይኮነ ርዳእኒ ሓንቲ ብረት ሂብኒ እዚ ብረት እዚ እውን ኣብ ድኸድናዮ ክስዕበና እንተዘይክኢሉ ምህረም ኢና ንኸይከውን ኣመል ሕሳብ ኣኪል ንማዕረብ እንታይ ማለት እዩ ተጠንቀቕ ሕሳብካ ግበር ተጠንቀቕ መህረሚና ካይኮን ንፈታዊና እምበር ተቐይሩ ፀላኢና ዝኸውን ከይትህብ ማለት እዩ ካብቲ ሽሕ ዝጠለብኮ ሓደ ርብዒ ሕጃ ከይደ ዓዲልዮ ማለት እዩ እቲ ምልሻታት ኩሉ መሓይሸ ብዝኾነ እቲ ኩነታት ምስ ርኢኹዎ ዳዊት ገረ መስቀል እዩ ከም ኣመሓዳሪ ናይ ሓማስ እየ ነይሩ ማለት እዩ ሓላፊ ጠቕላላ ሓላፊ ዋእ ስማዕ ኢልዮ ኣነ መኪና የለ መጓዓዝያ የለ ሓደ ቦጠለን ብለጎ ዓንሰባ ኣሎ ብምዕራብ ኣሎ ብሰሜን ኣሎ ብደቡብ ኣሎ እዚ ብእግርኻ ተንቀሳቒስካ ከበላ ኣይክእልን እዩ ምስዚ ናይ ንኡ ዞባታት ከዓ እዞም ፖለቲካዊ ትምህርቲ ዝምህሩ ነበሩ ኣብ መለዛናይ እቶም መማህራን እቲ ኩነታት እንዳኸፍአ ምስ ከደ ነብሲ ወከፎም መራሕቲ ንኡ ዞባ ገሮም መዲቦሞም እዚ ሚሊሻ እዚ ኣነኻ ከይደ ምሶም ክወሃድ ኣብ ትሕቲ ንኡስ ዞባ ክኸውን ከም ዘለዎ ርእይቶ ኣቕሪበ። እዘን ሓሙሽተ በጦለን ኣብ ሓሙሽተ ምምሕዳራት ንኡስ ዞባ ኣብ ደደሎ በቲ ኣመሓዳሪ ንኡስ ዞባ በቲ ኣመሓዳሪ ንኡስ ዞባ እንዳተኸታተለ ኣነ ከዓ ኣብ ልዕሊኦን ፅቡቕ ሕጂ ሓንቲ ኮሚቴ ብቐዳማይ ዘይጠቐስኩዋ ተመዚዛ ንሳ ሳልሕ ዳውድ ዝበሃል ነሳን ሓዳን ምክትል ብርጌድ ዝነበረን ኣነን ኣለም ለማ ናይ ኣስመራን ከባቢያን ሓላፊ ዝነበረን ከም ኮሚቴ ኮይና ክንሰርሕ ፈቲና ኣብ መንጎ እዚ እዚ እናኸደ እቲ ናይ ደንከል ኩናት ወይ እቲ ናይ ዓሰብ ኩናት ነጀጎ ፅባና ገፁ እንዳቀረበ እንዳቀረበ ምስ መፀ ኣብ በዓል እምባሴራ ገፁ ምስ መፀ ብዕስራን ኣርባዕተን ሰዓት ኒንጃ ሓይ ውረዱ ዝብል መፅዩ እቲ ምልሻ ኣረኪበ እንደ ነይረ ኣብቲ ወተሃደራዊ ስታፍ እየ ተመዲበ ነይረ ኣይሰራሕኩሉን ዳዊት ኢሉ ኣብ ከውሖ ምስ ወረድና ምስ ወረድና እዚ ምልሻ ገለ ቦታት ክቦ ዕድል ሃበኒ ኢሉ ኣኼባ ገሩ ኢሉ ሂብኒ ኣብ ማይ ሓሊብ ኣኪበ ሰምዑኒ ክሉ ክእሉ እንዲም ኣብ ሰዓት እዚ እዚ ብረት እዚ ናይ ብረት ህዝቢ ኤርትራ እዩ ካብ ውልቃዊ ምቅትታልን ካብ ክድዓትን ዋንኡ ህዝቢ ኤርትራ እዩ ንህዝቢ ኤርትራ ክመርሕን ክጋድልን ክጋደልን ዝመፅእ እውን ጀብሃ ድያ ህዝባዊ ግንባር ክመፁ ስለ ዝኾኑ ሓንቲ ብረት እንተዳ ጠፊኣ ሓደ ውልቀ ሰብ ተሓታቲ እዩ መምስዕጥቑኹም ግን ኣብ ዘለኹሞ ኢለነ ቀፂለ ማለት እዩ ኣበይ ቀፂልካ ቀፂለ ጀብሃ ትወርድ እያ ነራ ሱዳን ገፃ
ወሪድካ ንሱዳንካ ንሱዳን የንከራርዮ ምሳ መዓስ እዩ ሕዘርኩቦ ሰማንያ ሓደን ካብ ወርሒ ኣርባዕተ ጀሚርና
ብካልእ ከዓ ኣብቲ ስኻ ዝነበርካ ኮይናት ኣይነበረን ኣጋጣሚ ማለት እዩ ወሪድካ ኣነ እንታይ ኮይኑ መስለካ ኩላ ተሸጊራ እንድያ ነራ ግን ኣብቲ ምልሻ ብዙሕ ነገር ኣሎ ሽፍታ ነበረ ጓሳ ነበረ ሓደ ጓሳ ሓኳ ወታደር ኣብ ገለ እዋናት ርባ እፈልጥ ሽንጭሮ እፈልጥ በዓቲ መንገዲ እፈልጥ ዳርጋ ኣብቲ ህዝባዊ ግንባር እውን ሕጆምና ነይሮም እኮ እዮም ብመንሶራ መፅኦም ነዚ ብኣሽሓት ዝቆፀር ናይ ጀብሃ ዓሪዶሞ ነይሮም ንሊባን ገፅካ ተመሊስካ ብደንበላኻ ገርካ ክንሰለኩ ኢልና ንዋላኻ ኣነ ኣብ ደንበ ዘራፅየን ሓቲ ሓይሊ ናይ ሚሊሻ ው ነራ ደምፃ ስኢና እሳ ትታኮስ ነራ ምስ ህዝባዊ ግንባር መፍቅደለነ ወይ ምስ ኣስዋ ወይ ነዚኦም ክነግር ኢለ ከይደ እዚኣም ሓንቲ ሰበይቲ ኣደ ካብ ገርገር ወጭወራ ያላ ጀብሃ ያላ ናርኩቡ ኢልዮም መፅኦም እሶም ከይዶም ፀኒሖምና ንሕና መገዲ ሽፍታ እናተገበርና ጋሽ መፂና ጀብሃ እናተከብከበት ንሕና እናሰዓብናኻ እቲ ጉዳይ ንሱዳን

ስለዚ ጠቕሊላ ሰማንያን ክልተን እያ ወዲኣ ማለት እዩ ዝኾነ እቲ
መርሕነት ዝበሃል ኩሉ ኣብ ኮረኮን ተሃዳይኒ ራሳይን ኣብዚ ነናቱ መዓስከር ሕዩ ኣብቲ ህጂ ምብብለላዕ እቲ ናይ ነንሕድሕድ ኣብ ውሽጢ ተሓኤ እዩ ዝመፅዩ ኣነ ሕጂ እዚ ጉዳይ እዚ ምስ ሪኦን እቲ ጉዳይ ምስ ተዓዘብኩ መርገፀይ ምሳግም እዩ ነይሩ ምስዞም ዝኣተው ብዝኾነ ግን ወዓል ሕደር ጀብሃ ኣጥፊእካ ጀብሃ ኮንካ ህዝባዊ ግንባር ክትኣትውን ናይ ቅድም ኩነታተይ ተራእዩኒ ኣነ ብውልቀይ ተኺለ ብቲ ክፍሊ ህዝቢ ህዝባዊ ግንባር ተኺለ ንክቃለስ መፅእ ኣለኹ ተባሂለ መዓስ ኢኻ ከምኡ ትብሎም ደላ
ሰማንያን ክልተን ወርሒ ሽዱሽተ ሰነ ማለት እዩ
ናብ መን ከድካ ኣብ ሱዳን ኣብቲ ቤት ፅሕፈት ሰብ ሰብ ዓድና ነሩ ም ሓቦታትና ናብ ቤት ፅሕፈት ህዝባዊ ግንባር ውሰድኒ ኢልዮም ኣብቲ ክፍሊ ህዝቢ ህዝባዊ ግንባር ወዲ ሸክ ብሎ ጠሮ ብሎ ውፅእኒ ናብ ክፍሊ ህዝቢ

ምስቶም ተጠርኒፎም ንኸዱ ሳግም ኣብ ሰብዓን ኣብ ሰማንያን ሸውዓተን ኣይኮንኩን ቅድሚኦም ምስቲ ህዝባዊ ግንባር ተላልየ በን ኣስተዋህበኒ ሰሪሐ እዚ ክገብር ነይረ ክብለካ ኣይክእልኒ ተዋህበኒ ስራሕ ዝሰርሕ ነረ ነብሰይ ከም ህዝባዊ ግንባር ፈሊጠ ናፅነት ኮይኑ ሃምስተ ናፅነት ዳእተው ልዕሊ ሰብ ኣይሰራሕኩን ትሕቲ ሰብ እውን ኣይኮንኩን ኣትየ ኣብ ቆንስላዊ ጉዳይ ስመራ ኣቲና ተዋህበና ዕማማት ወድየ ስመራ በፂሕና ኣብ ቆንስላዊ ጉዳያት ከዓ ኣብ ከሰላ ተመዲበ ንሰለስተ ዓመት ገለመለ መሰራሕና ከዓ መንጎ ሱዳን ኤርትራን ዝምድና ምስ ተቋረፀ ንኤርትራ መፅየ ኣብ ሓይሊ ምድሪ ተመዲበ ንዓሰብ ገለመለ ኢሎም ቲ ውሽጣዊ ጉዳይ ኣበይ ደኣ ነርካ ገለመለ ገለመለ እንዳ ሰብዓን ክልተን እየ ነይረ ብዝኾነ ኣብቲ ምክልኻል ሽመይ ውኣት እየ እምበር ድሓር ምጥያስ ዝብሎብቲ ተስዓን ሓሙሽተን ገለመለ መፅዩ

ክቡራትን ክቡራንን ተኸታተልትና ምስ ገዲም ተጋዳላይ ጀብሃ ነበር መጀር ስዩም ተስፋንድራ ስዩም ዓማ ዘካየድናዮ ቃለ መሕትትን ብዛዕባ ኣብ ጀብሃን ህዝባዊ ግንባርን ዝነበሮ ቃልስን ገና ተሪኹ ኣይዛዘመልናን ዘሎ ካልኣይን መወዳእታን ክፋሉ ድሕሪ ሰለስተ መዓልታት ከነቕርበልኩም ኢና ናይ ሎሚ ትሕዝቶና ግን ኣብዚ ዛዚምናዮ ኣለና